ንስኻ ሰላም ሰላም ከመይ ቀኒኹም? ኣነ ሰላም እየ እግዚኣብሔር ይመስገን። ሎማዕንቲ ድማ ኣብ ሓዳሽ ቪድዮ መፂኤኩም እኒኦኹ ማለት እዩ። ግዜ ዘይኩሉ ሎማዕንቲ ተለቂቃ እኒኣ ብጣዕሚ ገራሚ ዝኾነ ገራሚ ዝኾነ ማለት እዩ ብዙሓት ሓደሽቲ ነገራት ለ ተፈጢሮም እኒኡ ዕቋር ብዙሕ ነገራት ምስጢራት የውፅእ ኣሎ ብስሕተትን ብዙሓት ቃላት ይናገሩ ኣሎ ክስካዕ መጨረሻ እንድሕር ምሰጠኒኹም ድማ እንታይ ኮይኑ ከመይ ኮይኑ ሓዳሽ ቪድዮ ተለቂቃ እኒኣ ከመይ ኮይና ዝብል ናባኹም ከብሎ እየ ሎማዕንቲ ድማ ዓቋር ምስ ኣቶ ገርመድሂን ማለት እዩ ተራኺቦም ነይሮም ቀታሊ ናይ ኣቦኡ ናይ ኣፅብሃ ማለት እዩ ክሳብ ሕጂ ኣይተፈለጠን እኒኦ ቀተልቲ ድማ መነመን ከም ዝኾኑ ብኸመይ ከም ዝተቐተለ ብዙሕ ሓበሬታ የብሉይ ምክንያቱ ምስኣቶም ምስኡ ስለለይ ነበረ ኣብ ሓዳሩ ስለ ዝነበረ ከመይ ገይሩ ተቐቲሉ ስለምንታይ ተቐቲሉ ቀተልቲ ከመን እዮም ልብል ሓበሬታ ምንም ኣይነበረይ ማለት እዩ ሕጂ ድማ ነቶም ቀረባ ልኾኑ ንዕኡ እቲ ሓበሬታ ንሱ ክስእንዎ ይኽእሉ እዩ ዝብሎም ሰባት ንሓለፈ ዓዲ ቀውጢ ጌርዋ እኒኤ ማለት እዩ ብጣዕሚ እዩ ሓሚስዋ እኒኤ ምኽንያቱ ብፍላይ ኣብቶም ቀተልቲ ዋላ ንስኹም ኢኹም ቀተልቲ ኣይበሎም እምበር ኢድ ከም ዘለዎም ወይ ድማ ሓበሬታ ከም ዘለዎም ወይ ድማ ተሓባበርቲ ከም ዝኾኑ እዩ በፂሕዎ እኒኤ ማለት እዩ። ለማዕንቲ ድማ ምስ ኣቶ ገረመድሂን ተራኺቦም ነይሮም። ኣቶ ገረመድሂን ሓዎም ከም ዝተጎድኦም ትፈልጡ ኢኹም እና ሓዎም ድማ ብኢድ ሰብ እዩ ተጎዲኡ። ስለዚ ድማ ብጣዕሚ እዮም ሕሙም ማለት እዩ። ብምቕጻል ድማ ኣጽብሃ ንኣቶ ገረመድሂን ቀታሊ ሓውካ ይፈልጦ እየ ኣጻርየ ድማ ከምጽኦ እየ ምስ በሎ ዘረባ እዚ ንገብራት ኢድ ስለ ዘለዎም ንገብራት ድማ ስለ ዝሰምዑ ከምዚ ዓይነት ነገራት ኣጽብሃ ከም ዝፈልጥ ስለ ዝፈለጡ ኣጽብሃ ክጠፍእ ኣለዎ ኢሎም ምክንያቱ ኣጽብሃ እቲ ምስጢር እንድሕር ኣውጽዎ ኮይኑ ናብ እሱር ቤት እዮም ክኣትዉ ማለት እዩ ነብስን ሕርቀት ኢሎም ድማ ንሕልፈቶም እዮም ክእሰሩ ወይ ድማ ክቕተሉ ማለት እዩ ስለዚ እስታት ነገር ንሃይ ይመጽ ድማ እቲ ነገር ክነቅጥ እንሕዳ ኮይኑ ኣጽብሃ ክነቅጥ እኒኦ ማለት እዩ እና ጋይስ ስለዚ ድማ እዚ ሚስጥር እዚ እንዳተጸበየ ከሎ ገብረ መድሂን ንገዛ ከይዶም ድማ ገብራት እና ኣኮሎም ከም ዝቐተሉ ኣብ ዝሓለፈ ክፋል ርኢናዮ ነርና ሎማዓንቲ ድማ ክቕተል ከሎ ይቅርታ ክቕበር ከሎ ይመርመር ይበሃል እዩ እንድሕር ከይሓመመ ይቅርታ ከይሓመመ እንድሕር ደኣ ሞይቱ ኮይኑ ምስ ሰብ ከሎ ምስ ቤተሰብ ከሎ ምስ ወገን ከሎ እንድሕር ደኣ ዘይሞተ ኮይኑ ከምዚ እንድሕር ተሓኒቑ ኮይኑ ወይ ድማ ውቃዕ ወይ ድማ ዝኾነ ነገራት ብቻ ናይ ኢድ ሰብ እንድሕር ደኣ ኣልዎ ኮይኑ ይምርመር እዩ ብሕጊ መሰረት ከመይ ከም ዝበለ ማለት እዩ እና ነናይ ባዕሉ ፕሮሰስ ኣለዎ እዩ ይኹን ደኣ እምበር እዚ ፕሮሰስ እዚ ንኸይፍፀም ድማ ይኹን ይኹን ኢሎም እዮም ቀቢሮሞ ማለት እዩ ካብኣቶም ድማ ኣኮሎም ሓደ ከም ዝነበረ ማለት እዩ ኣኮሎም ድማ ሓው እዩ ንኣፅባሃ እና ኣኮሎም ብጣዕሚ እዩ ንፁህ ዋላ ሓንቲ ኢድ የብሉን ግን ብጣዕሚ እዩ ፈራሕ ዝኾነ ሰብ ብክብሪ ወይ ድማ ብፍቅሪ ክነብር እዩ ዝደሊ እምበይ ምስ ዝኾነ ሰብ ድሓጊ ክመላለስ ክፃረፍ ኣፍ ኣፈይ ክበሃሃል ክደፍእ ምናምንታት ኣይፈቱን እዩ እና ስለዚ እታት ነገራት ኦረዲ ስለ ልሞተ ለምልሶ ነገር ስካዕለ ይብለይ ምስ ዓዲ እንታይ ይባእሰኒ እንታይ ዝተሓሓበኒ ንስኻ ንስኻ እንታይ የበለኒ ኢሉ ድማ እቲ ጉዳይ ክኸትም እዩ ገይርዎ ማለት እዩ እና ስለዚ ድማ ወዱ ግን እዝታት ነገራት እዚ ሓቂ ክወፅእ ኣለዎ ስለ ዝበለ ዓዲ ይሕምስ ኣሎ ገብ መንሽሙ ገረ መድሂን ድማ ይመርመር ክብል ከሎ ኣኮሎም ግብረ መልሲ ከም ዘይሃበ እኳ ደኣ ሽፍን ሽፍን ከም ዝበለ ስለዚ ኣኮሎም ሓው ወይ ቀታሊ እዩ ወይ ድማ ቀታሊ ይፈልጥ እዩ ኢሉ ስለ ዝሓበሮ ሎማዓንቲ ናብ ገብራትና ናብ ኣኮሎም ከይዱ ነይሩ ኣኮሎም ምንም ከም ዘይረኣየ ምንም ከም ዘይሰምዐ ኢድ ከም ዘይብሉ ባራኺ ግን በቃ ችግር የብሉ ኣይመርመር ከም ዝበለ እዩ ነጊርዎ ማለት እዩ ገብራት ግን እዝታት ክበሃሃሉ ከለዉ ክሸይን ወፅኤ ኢሉ ምክንያቱ ቀታሉ ባዕሉ ስለ ዝኾነ ዝኾነ ኾነ- ዝኾነ ይኹን ሓበሬታ ክህበ ይደሊ ገብራት ማለት እዩ ንምንታይ ቀታሊ ስለ ዝኾነ ስለዚ ድማ ብኡ ኣንፃር ዋላ ሰብኣይ ጓል ይኹን እምበር እቲ ሓቂ እንድሕር ዳኣ ወፅዩ ናይ ጓለይ ኣቦ ኢሉ ኣይምሕሮን ማለት እዩ ብጣዕሚ ርጉም ስለ ዝኾነ ማት ትርግማኑ ሓቂ ስለ ልኾነ ማለት እዩ። ሓደ ሓደ ሓቅታት ክተርር ከሎ ርጉም ስለ ለብለካ እና ኣትሪሩ ስለ ልሓዞ እቲ ነገራት ሓሙ ኢሉ ከም ዘይምሕሮ ስለ ልፈለጠ እሱ ድማኒ ከምኡ ኢልዎ ማለት እዩ። ኣይረኣኹን ኣይሰማዕኹይ ይመርመር ክበሃል ከሎ ሰሚዐየ ካብኡ ዝቐጸለ ግን ክሸይን ኢለ ምስ ወጻኹ እቲ ጉዳይ ተወዲኡ ጸኒሑኒ ስለዚ ዝፈልጦ ተኣምር የብልየን ኢልዎ ማለት እዩ። ከምዚ እናሃለዎ ድማኒ ኣብ መንገዲ ንሰበይቱ በራኺ ረኺብዋ ማለት እዩ። ሰበይቲ ባራኺ ድማ ኢድ ከም ዘለዋ ኣብቲ ምቕታል ሕማቕ ነገር ከም ዝገበረት ገና ብህፃኑ ቆልዑ ከላ ተግልሎ ከም ዝነበረት ሕማቕ ባህርን ጠባይን ተግባርን ከም ዘለዋ ድማ ኣፀቢቑ ነጊርዋ ማለት እዩ። ነሃርያ ማለት እዩ ጋይስ ባራኺ ምን ሽሙ ዕቋር ይቅርታ መንገዲ ረኺብዋ ስለዚ ድማ ከምዚ እናሃለወት ናብ ገዛ ከይዳ ንባራኺ ድማ ነጊራቶ ወዲ ሓውካ ከምዚ ገይሩ ሕማቓት ቃላት ተናጊሩኒ ኣፈራሪሒኒ ሳላ ኣቶ ገረመድሂን ግን ተገላጊለ ንሕና ከምዚ ኩሉ ፅቡቕ ነገርና ንሃለና ከምዚ ፈዲና ኢላ ብጣዕሚ ተናዲዳ ማለት እዩ ባራኺ ድማ ሓደ ወዲ ሓው እዩ ካልኣይ ድማ ሓዘን እዩ እኒኤና ናይቲ ሓዘን እዩ ከምኡ ገይርዎ ዝኸውን እምበር ዋላ ሓንቲ ይሕለፍ ገዛ ክኢልዋ ንሳ ድማ ብጣዕሚ ተናዲዳ ማለት እዩ እኒኦኹም የዋህ ርህሩህ ወዲ ሓውኩም ስለ ዝኾነ ከምዚ ኢልኩም ተቀባጥሩ ዘለኹም ክንድስ ለይትሕለቑ ምናምን ኢላ ብጣዕሚ ተናዲዳ ማለት እዩ ናብ ገዝኣ ኣትያ ዕቋር ድማኒ ምስ ጨርጊድ ይቅርታ ምስ ገብራት ዝነበሮና ምስ ኣኩሎም ዝነበሮ ነገራት ወዲኡ እቲ ጉዳይ ናብ ባራኺ ዘዝዩ ማለት እዩ ባራኺ ክንዲ ክምርመር ኢሉ ኣይቀብርን ሓወይ ዝብል ነቲ ነገራት ሸፋፊኑ ኢድ ኣለዎ ወይ ድማኒ ኢድ ዘለዎም ሰባት ይፈልጥ ኢሉ ስለዝሓሰበ ከምቲ መጀመርታ ዝረኣኹኹም እንዳ ባራኸ ከይዱ ማለት እዩ። እንዳ ባራኸ ከይዱ ድማ ከም ዝዓለለ እንኳዕ ደስ በለካ ሓውካ ብሂወት ከየለ ንሃሎ ንስኻ ግን ቀሲንካ እኒኻ ኢልዎ ማለት እዩ። ምክንያቱ ኣብዚ ባራኺ ንጹህ እዩ እኳ ዳስ ሓዘንተኛ እዩ እኳ ዳ ነባዕ እዩ ግን ሰላም ስለ ዝደሊ ፍቕሪ ስለ ዝደሊ ሓደ ሓደ ሰባት ከምዚ ዓይነት ነገራት ይደልዩ እሞ እቲ ሰብ ንሱ ግን ብጣዕሚ ርጉም ስለ ዝኾነ ክናገር ስለ ዘይደሊ ተንኮለኛ ስለ ዝኾነ እዩ ልሓስ ስለ ዝኾነ እዩ እምበር ከምዚ ዓይነት ስራሕቲ ኣይሰርሑን ኢሎም እዮም ዝሓስቡና በራኺ ድማ ካብቶም ከምዚ ዓይነት ሰባት ሓደ እዩ ንሰብ ክፉእ ክሓስብ ኣይደሊ ምስ ሰብ ሕማቅ ክጋበር ኣይደሊ ምምጓት ከምዚ ምስሕሓብ ምናምን ይደሊ ሕዚ ዝሞተ ነገር ክመልስ ስለለይክእል ንምንታይ እዩ ከምዚ ዓይነት ነገራት ዝገብር ኢሉ ንሕጊ ከየመልከተ መንግስቲ ከየፍለጠ ዝነገራት እዚ ፈፂምዎ ማለት እዩ እሱ ድማኒ ከምዚ ገይሩ ሽፍንፍን ኣቢሉ ንኽሓልፍ እኳ ድኣ ከም ሓው መጠን ክማጎተሉ ኣብ ዝግበኦሉ ግዜ ከምዚ ገይሩ ሸፋፊኑ ክሰዶ ከሎ ዝኾነ ዓይነት ኣፍልጦ እኒኤዎ እዩ ኢሉ ማለት እዩ ብጣዕሚ ተናዲዱ ከይዱ። ባራኺ ግን ካብ ዝነግረኩም ንዓቐብ ብጣዕሚ እዩ ተናዲዱ። ስለምንታይ ንምንታይ ከምኡ ትብለኒ ኣብ ገዛይ መጺኻ ኣብ ዓሰርተ ክልተ ናይ ሓወይ ንምንታይ ትዕልል ስለምንታይ ከምኡ ዓይነት ኣተሓሳስባ ኣለካ ዓቢድካ ዲኻ ልብሉ ቃላት ብጣዕሚ ተናዲዱ ካብ ልቡ ማለት እዩ እንዲያም ኣብ ዝሰርሖም ስራሕትታት ባራኺ ከምዚ ናይ ሎማዓንቲ ጌሩ ተናዲዱ ኣይፈልጥ ኢዩ ማለት ኢዩ ብጣዕሚ ኢዩ ተናዲዱ እንታይ ኢኻ ኮንካ መጺኻ ኢልዎ ስለምንታይ ከምዚ ትብል ኢልዎ ኣብ ቀጻሊ ድማ መልሲ እንታይ ከም ዝበሎ እስኻ ኢኻ ቀታሊ ሓውካ ድዩ ኢልዎ ወይ ድማ ቀታሊ ሓው ኣምጽእ ቀታሊ ሓው ቀታሊ ኣቦይ ንዓኻ ድማ ቀታሊ ሓውካ ኣምጽእ ድዩ ኢልዎ ከመይ ኢልዎ እቲ ጉዳይ ኣብ ቀጻሊ ክንርኢና ማለት ኢዩ ንበዓል ገብራትካ ሕጊ ክሕዞም ድዩ ንበዓል ኣኮሎም ሕጊ ክሕዞም ድዩ ኣኩሎምና ግብራት ተራኪቦም ከ እንታይ እንታይ እዮም ክባሃሉ ልብል ምክንያቱ ቀተልቲ ስለ ልኮኑ ወይ ካብ ዓዲ ድዮም ክሃድሙ ወይስ ከመይ እዮም ክገብሩ ኣብ ቀጻሊ ክፋል ክንርእና ክስካብ ሽዑ ግን ድሕሪ ተመቻትኩም ኮይና ላይክ ምግባር ኣይትረስዑ ከም ሰብስክራይብ ምግባር ኣይትረስዑ ኩለኩም ይደሊ ሰሰናይ ንዓኹም ሽኮሪናታት